ኣብ ምዕራፍ ሸሞንተ ብዛዕባ ዲሞግራፊ ወይ ብዝሒ ህዝቢ ክበሳ ኣመልኪትካ እውን ኣስፊርካ ኣለኻ እሞ ብዛዕባኡ ሰፊሕ ዝበለ መግለጺ ዘድሊ ምዃኑ ኢዩ እቲ ትዕዝብተይ። ብስፍሕ ዝበለ መግለጺ ምሃብካና ምሃብካና ኣሎ ሓው። ሕራይ ወሽኩራን ጽቡቕ እዚኣ ውን ወሽኩራን። ጽብቕቲ ሕቶ እያ ናይ ሕቶ ብዝሒ ብዝሒ ናይ ህዝቢ ዲሞግራፊ ውን ክብሃል ዝከኣል ማለት እዩ። ሓንቲ ካብ ዕላማታት ናይዛ መጽሓፍ እዚኣ እንታይ እዩ ኣብ ልዕሊ ሕብረተሰብ ጀበርቲ ክኸይድ ዝጸንሐ ዝተፈላለዩ ጠቐነታት ኣሎ። ስለዚ ሕጂ ነዚ ጠቐነታት እዚ ንምብዳህ እዩ ሓንቲ ካብቲ ዕላማታት ናይቲ መጽሓፍ ማለት እየ። እንታይ እዩ ሕጂ ኣብ ዝተፈላለዩ እዋን ብዛዕባ ጀበርቲ ዝበሃል ኣብ ልዕሊ ጀበርቲ ዝካየድ ስነ-ኣእምሮኣዊ ኲናት ኣብ ነዊሕ ካብ ነዊሕ ግዜ ክኸይድ ዝጸንሐ ስለ ዝኾነ ማለት እየ። ንኣብነት ኣብ ሽሕን ትሽዓተ ሚእትን ኣርብዓታት ዝነበረ ምንቅስቓስ ናይ ናጽነት ንኤርትራ ንጀበርቲ ታርጌት ዝገበረ ምንቅስቓሳት ነይሩ ኣንጻር ጀበርቲ ሽዑ ንጀበርቲ ከም ከም ከም ከም ከም ወጻእተኛታት ኣዕራብ ወይ ገለ ጌርካ ውን ይግለጽ ነይሩ። ስለዚ እቲ ኩሉ ግዜ እቲ በትረይ ሃቡኒ ዘሕምቆለኒ ዓይነት ኣካይዳ ኣብ ልዕሊ ጀበርቲ ቀጻሊ ክኸይድ ትሪኦ ኢኻ ን እዚ ኸኣ ብ ምንታይ እዩ ዝኸውን ኣብቲ ፖለቲካዊ ሸነኻት ክኸውን እንከሎ እዩ ኣብቲ ታሕቲ ኣብቲ ማሕበራዊ ሂወት ከም ጀበርቲ ዝጥዕም የለን ጀበርቲ ሲ ብዘይ ምግናን ናይ ብሓቂ ምስ ኩሉ ሰብ ተሰማሚዒ ዝኸይድ ፒስፉል ሕብረተሰብ እዩ ፒስፉል ምዃኑ ንኣብነት ሕጂ ናይ መርዓ ንኣብነት ባህሊ እንተወሲድና ናይ መርዓ ባህሊ እንተወሲድና እንታይ ትርኢ ኣብ ኩለን ዳርጋ ኣብ ኩለን እዘን ናይ ኤርትራ ብሄራት እንታይ ኢኻ ትርኢ ሰብኡት ሴፍ ሒዞም ክዘሉ ኩናት ጭማራ ገለመለ ክድብሉ ከምኡ ኢኻ ትርኢ ን በዓላት ኣብ ገለመለ ገለመለ ዳርጋ ኩለንተን ብሄራት ሴፍ ዘይሕዝ ጭማራ ዘይሕዝ እዚ እንታይ ማለት እዩ ኣነ ክቐትል እኽእል እየ ኣነ ንብሰይ ክከላኸል እኽእል እየ ማለት እዩ ሓይሊ እዩ ደርእየካ ዘሎ ኣብቲ ናይ ጀበርቲ እንድሕር ከይድና ኪን ሰለዋ ዓለ እንዳበልካ ትሰርዕካ ኢኻ ትኸይድ ሴፍ የብላ በትሪ የብላ ገለ የብላ እዚ ሕጂ እቲ ሓደ እቲ ፒስፉልነስ ናይ ናይ ናይቲ ሕብረተሰብ ጀበርቲ መርኣያ ማለት እዩ ነጸብራቕ እዩ ኣፎርቹኔትሊ ግን ከምዚ ዓይነት ፒስፉል ሕብረተሰብ ኣብቲ ከባቢና ቦታ የብሉ ኣንፎርቹኔትሊ ብፍላይ ኣብቲ ታሪኻዊ ድሕሪት ምናልባት ኣብ መጻኢ ከምኡ እንተመጻና ንትስፉ ኣብቲ ዝሓለፈ ታሪክ ክንሪኦ ከሎና ግን ከምኡ ዓይነት ፒስፉል ሕብረተሰብ ከምቲ ዝረኣናዮ ኣብቲ ፖለቲካል ለቨል ክመጽእ ከሎ ኩሉ ሰብ በትሩ ዘቕንዓሉ ማለት እዩ እምበር ኣብቲ ማሕበራዊ ህይወት ጀበርቲ ተሳታፋይ፣ ሓጋዛይ፣ ቅኑዕ፣ እሙን፣ ኩሉ ሰብ ዝፈትዎ ገለ እዩ። ሽዑ ኣብታ ፖለቲካል ክትመጽእ ከላ መን ኢኹም ንስኹም ትበሃል። ስለዚ ኣሸጋሪ እዩ እዚ ኣብዚ ከምዚ ኩነታት ናይ ብሓቂ ክትርድኦ የጸግመካ ሓንሳብ ሓንሳብ እውን ቅኑዕ እሙን ኢሉ ገንዘቡ ከቀምጠልካ ጸኒሑ ንምስክር ክጽውዓካ ጸኒሑ ንሽማግለ ዕርቂ ክስታይ ክደልየካ ጸኒሑ ንኻልእ ክደልየካ ጸኒሑ ኣብቲ ፖለቲካል ለቨል ክትዛረብ እንከለኻ ኣብ ምልክት ሕቶ ትኣቱ ስለዚ ብጣዕሚ ሓደገኛ ዝኾነ ኣተሓሕዛ ኣብ ልዕሊ ጀበርቲ ክኸይድ ጸኒሑ ማለት እዩ እንታይ እዩ ሕጂ ነቲ ጀበርቲ ዝዛረበሉ ፖለቲካዊ ኢሹስ ከምዚ ክልዓል ዘይብሉ ሓደ ኣብ ትሕቴኻ ትቆጻጸሮ ሰብ ንስኻ ዝደለኻዮ እንተዘይገይሩ ትገንሖ ወይ ስቕ በል ወይ ክሰጎካ እየ ወይ ገለ ክገብረካ እየ ገለ ትብሎ ከምኡ ዓይነት ኣተሓሕዛ ኣብ ልዕሊ ጀበርቲ ክኽየድ እዩ ተፈቲኑ ስለዚ ሕጂ ዝኾነ ምኽንያት ኣምጺኻ ገለ ክገብር ከሎ ጀበርቲ ወይ ገለ ክብል ከሎ ሪዝን ኣምጺኻ ነቲ ንሱ ዝዛረቦ ሓደ ብመሰረቱ ባይታ ከም ዘይብሉ እቲ ዘረባ ናቱ ካልኣይ ቦታ ከም ዘይብሉ ንባዕሉ ከም ጀበርቲ ከም ሰብ እውን እታ መፈራርሂት ትመፅእ እታ ካርድ እንታይ እያ ኣብዚ ኮንኩምን ዩ ዶን ቢሎንግ ሂር ክንሰጎኩም ኢና ካበይ እዮም መፅኦም እዞም ሰባት እዚኣቶም ጀበርቲ በየን እዮም ነዲቦም ክሳብ ትብል ኢኻ ሓንሳብ ሓንሳብ ትኸውን ሕጂስ ብጣዕሚ ዘተሓሳስበካ እዩ ስለዚ ሓንቲ ካብተን ዕላማታት ናይዚ መፅሓፍ ነዚ ነገር እዚ ንምብዳህ እዩ ነዚ ነገር እዚ ፈቲሽካ ዋትስ ጎውን ኦን ዋትስ ዌንት ሮንግ በቲ ሓደ ወገን ትሪኦ ከለኻ እቲ ሂወት ካልእ ነገር ኣብቲ ፖለቲካል ለቨል ክትመጽእ ከለኻ ግን ካልእ ሕቶ ካልእ ካልእ ኮይኑ ዝጸንሓካ ኮምፕሊትሊ ዲፈረንት ማለት እዩ ስለዚ ብጣዕሚ እንተኣሽሙ ዘብል ነገር እዩ ሕጂ እታ ሓንቲ እታ ቀንዲ ኣሸጋሪት ኮይና ዝረኸብኩዋ ኣነ ሪኮንሳይል ክትገብረላ ዘይትኽእል ጉዳይ ኮይና ዝረከብኩዋ ኣብዚኣ ነገር እዚኣ ጀበርቲ ሲ ደይ ደቂ መሬት መዓስ ደኣ ኣብ ገለ እዋን ብዛቱ ኣብዚ ከባቢ የለኹምን ኣይትምልከተኩም እዮም ወጻእተኛታት ኢኹም ኣብ ገለ እዋን ከኣ እንታይ ኣዕቂብናኩም ኢና ተሰዲድኩም መጺኹም ካብ ትግራይ ሲ ንሕና ኣዕቂብናኩም መሬት ሂብናኩም ኣጸጊዕናኩም ጽግዕተኛታት ኢኹም ዘለኹም ትብል ዘረባ ሕጂ ሕጂ እንታይ ኣሎ ሓፈሻዊ ምእንቲ ከይኮነና ኩሉ ሰብ ከምኡ ይብል ይኹን ኢልና ክንዛረብ ኣይንኽእል ኢና ግን እዞም ነገር ዝደልዩ ነገር ዘጣቁሱ ባእታታ እዮም ኩሉ ግዜ ሽግር ዝፈጥሩ ሕጂ ካብኣቶም እዩ ዝመጽእ እቲ እቲ ጠቐነታት እቲ መልሲ ከኣ ንዕኦም እዩ ስለዚ መዓስ ደኣ ኢና ካብ ትግራይ መጺና ኣብ ግዜ ኣጼ ዮሃንስ እምቧእ ኣብ ግዜ ኣጼ ዮሃንስ ኢና መጺና እወ ሽዑ እስኹም ዓቂብኩምና ዓዲ ሂብኩምና ቦታ ሂብኩምና እወ ኣራይ طيب ሕጂ እዚ ከምኡ ከም ዘይኮነ ንፈልጥ ኢና ንሕና ስድራ ቤታት ኣብ ግዜ ኣፄ ዮሃንስ ዝመፁ የለውን ማለት ኣይኮነ ግን ንብምሉእ ጀበርቲ ከምኡ ጌርካ ኣብ ሓደ ዘንቢል እእቲኻ ክስታይ ክትገብሮ እቲ ዝኸፍአ ነገር እዩ ምክንያቱ ጀበርቲ ብኤርትራ ኣለዉ ጀበርቲ ኣብ ትግራይ ኣለዉ እቶም ኣብ ትግራይ ዘለዉ ጀበርቲ መን ምዃኖም ከዓ እንተወይ ገሊፀ ነይረ ከምኡ ልክዕ ካልኦት ሕብረተሰባት እውን ኣብዚ ኣለዎ ኣብዚ ኣለዎ ብዝተፈላለዩ ምክንያታት ማለት እዩ ስለዚ ሕጂ እንታይ ኢለ ኣነ ኦኬ ሓራይ እዛ ትበሃል ዘላ ዘረባ ክወስዳ እየ ከም ዘላታ ካብ ግዜ ሃፀ ዮሃንስ ሰጒጉኩም ሃዲምኩም ኣብ ንሕና ዓቂብናኩም ትብል ዘረባ መዓስ እዩ እዚኣ ትኸውን ዘላ እቲ ኣዋጅ ናቱ ከምታ ዝረኣናዮ ዓንተቦ ሽሕን ሸሞንተ ሚእትን ሰብዓን ሸሞንተን ማለት እያ። ስለዚ ሕጂ እንታይ እዩ ዝበሃል ዘሎ እዞም ጀበርትሲ ሽሕን ሸሞንተ ሚእትን ሰብዓን ሸሞንተን ክሳብ ሰማንያ ኣብ ዘሎ እዮም ካብ ትግራይ መጺኦም እዩ እቲ ዘረባ። ኦኬ ነዚኣ ክወስዳ እየ ሕጂ ከመይ ገይረ እየ ነዚኣ እንተ ኣሽሙ ክገብራ ከመይ ገይረ እየ ነዚኣ ክምልሰላ ከመይ ገይረ እየ ክሪኣ ከመይ ገይረ እየ ክፍትሻ እቲ ዘረባ ሕጂ ናይ ሕብረተሰብ እዩ ኣብ ከበሳ ኤርትራ እዩ እቲ ዘረባ ጀበርቲ ኣብ ከበሳ ኤርትራ እዮም ዝርከቡ ኣብ ከበሳ ኤርትራ ከኣ ካብ ትግራይ እዮም መጽዮም እዩ ዝብሃል ዘሎ እቲ ዘረባ ok ስለዚ ሕጂ ነቲ ሕብረተሰብ ከበሳ ኤርትራ ክርእዮ ኣለኒ ማለት እዩ እቲ ኣብ ከበሳ ዘሎ ሕብረተሰብ መን እዩ ክፍትሽ ኣለኒ ማለት እዩ ምክንያቱ ብዛዕባይ እንድሕር ትዛረብ ኣለካ ብዛዕባካ ክዛረብ እያ ንዓኻ ላይሰንስ መን ሂቡካ ብዛዕባይ ክትዛረብ ኣነ ብዛዕባካ ይዛረብ ስለዚ ሕጂ ብዛዕባካ ክዛረብ እያ መን ኢኻ እስኻ ክፍትሸካ እየ እንድሕር ንዓይ ኣዕቂበካ እየ ትብለኒ ሃሊኻ ኦኬ ኣነ እፈልጥ እየ ከምዘይዕቆብካኒ ግን ድሓን እዛ ዘረባኻ ክወስዳ እየ እሞ ክሪኦ እየ ከመይ እዩ እቲ ነገር ሽሕን ሸሞንተ ሚእትን ሰብዓን ሸሞንተን ሓራይ ሽሕን ሸሞንተ ሚእትን ሰብዓን ሸሞንተን ከመይ ነይሩ ብዝሒ ህዝቢ ኤርትራ ኣብ ከበሳ ከ ክንደይ ነይሩ ብዝሒ ህዝቢ ኤርትራ ክንደይ እስላም ክንደይ ክርስትያን ነይሩ ክፈልጥ ኣለኒ ካበይ እየ ዝፈልጦ እዚ ሓብሬታ እዚ ብዙሕ ኣይትረክብን ኢኻ ግን ሕጂ እንታይ ይረክብ ሓንቲ እንታይ ረኺበ ኣብ ሓደ መፅሓፍ መን ዝበሃል እዩ እባ ቅድሚኡ ብቅድሚኡ ባብቲ ናይቲ ሓደ መፅሓፍ ቅድሚ ምእታወይ እንታይ ይብለና ኣባ ይስሓቅ ኣብዛ ናይ ኣልቤርቶ ፖሌራ ዝተርጎማ መፅሓፍ ኣብቲ መእተዊ ጥልያን ንኤርትራ ቅድሚ መሓዞም ቅድሚ ዕስራ ዓመት ሙዚንጀር ብዝሃቦ ሓበሬታ ኩሉ ህዝቢ ኤርትራ ጠቕላላ ህዝቢ ኤርትራ ሰለስተ ሚእቲ ሽሕ ነይሩ ይብል። ብምሉእ ህዝቢ ኤርትራ ማለት ሕጂ ስታስቲክስ እዩ። ስታስቲክስ ኣብ ናይ ፖለቲካ ኤርትራ ተነቃፊ እዩ። ብዛዕባ ሃይማኖት ተተዛሪብካ መሬት ተገምጢላ፣ ብዛዕባ ብሄር ተተዛሪብካ መሬት ተገምጢላ፣ ብዛዕባ ገለ ግን ስታስቲክስ ክትዛረብ ከለኻ ከኣ ናይ ኩሉ ኢኻ ትዛረብ። ስታስቲክስ ክትገልጽ ከለኻ ናይ ሓደ ሃገር ብሃይማኖት ትፈልዮ፣ እስላም ክርስትያን እንዳበልካ ብብሄራት ትፈልዮ ብቀቢላታት ትፈልዮ ምሁርን ዘይምሁርን ኢልካ ትዛረብ ብከምኡ ጌርካ ካብቲ ስታስቲክስ ትሰርዖ ን ስለዚ ሕጂ ሙዚንገር ኣብ ዝሃበና ግን ወላ ሓንቲ ሓበሬታ የብላን እዛ ናይ ናይ ናይ ኣልቤርቶ ፖሌራ እታ ቀንዲ ምንጪ ናይ ሙዚንገር ከኣ ኣይ ኣይፈተሽክዋን ኣይረከብክዋን ብዝኾነ እዛ ሰለስተ ሚእቲ ሽሕ ክንወስዳ ኢና። እዚ መዓስ እዩ ዝኸውን ዘሎ? ዒስራ ዓመት ቅድሚ ምምጻእ ጥልያን ኣብኡታት እዩ ዝኸውን ዘሎ ማለት ሕጂ ዳርጋ ኣብቲ ናይ ግዜ ኣጼ ዮሃንስ ንዛረበሉ ዘለና እዩ ዝኸውን ዘሎ። ሰለስተ ሚእቲ ሽሕ ንዛረብ ኣለና። ኦኬ ሕጂ ክቕጽል ኣለኒ ክረክብ ኣለኒ ምኽንያቱ እቲ ግዜ ብመድረኽ እቲ ብዝሒ ህዝቢ እንዳወዳደርክዎ ክርኢ ኣለኒ መታን ቦታ ናይ ጀበርቲ ክርኢ። ንሳ እያ እቲ ዓላማ ካልእ ዕላማ የብላን።

ሕጂ ኣብዚኤን ክልቲኤን ናይ ሽሕን ትሽዓተ ሚእትን ሸሞንተን ናይ ሽሕን ትሽዓተ ሚእትን ዓሰርተ ኣርባዕተን ካብዞም ተጠቒሶም ዘለዉ ብዝሒ ህዝቢ ሰብዓን ሓሙሽተን ሚእታዊት ክልተ ሲሶ ኣስላም ኢዮም ነይሮም ይብለና። ስለዚ ብዝሒ ክርስትያን ማለት ክንደይ ነይሩ ማለት ኢዩ? ዕስራን ሓሙሽተን ሚእታዊት። ስታስቲክስ እየ ዘንብብ ዘለኹ ሕጂ ቀጨውጨው ከይብሎም ገሊኦም ሕጂ ሰለስተ ሚእትን ሰላሳን ሓሙሽተን ሽሕ ከኣ ካብዞም ሰለስተ ሚእትን ሓምሳን ነፍስ ሰብዓን ሓሙሽተን ሚእታዊት ይብለና። እዚ እንግሊዛዊ ጆርጅ ዋልተር ዝበሃል ዝሃቦ ሓበሬታ ማለት እዩ። ካብኡ ንመጽእ ጆርዳን ገብረመድህን ዝተባህለ ኤርትራዊ ሽሕን ትሽዓተ ሚእትን ሰማንያን ትሽዓተን ሓንቲ መጽሓፍ ጽሒፉ ነይሩ ንሳ ጥራይ እያ ከማን መስለኒ ፒዛንትስ ኤንድ ናሽናሊዝም ኢን ኤሪትሪያ ትብል። ኣብዛ መጽሓፍ እዚኣ መወከሲታት ጠቒሱ እንታይ ይብለና ጆርጅ ገብረመድህን?

ምክንያቱ እቲ ጠቅላላ ብዝሒ ናይ ህዝቢ ኤርትራ እዩ ካብኡ ዕስራን ሓሙሽተን ሚእታዊት ጥራይ እዮም ዝብለና ዘሎ ጆርጅ ጆርጅ ገብረመድህን ከኣ ነዚ ኣረጋግጸልና እንታይ ይብለና ዕስራን ሰለስተን ሽሕ ነይሩ ህዝቢ ከበሳ ይብለና ሕጂ ነዚኣ እውን ገሊኦም ኣብቲ ሶሻል ሚድያ ተዛሪቦምላ ጀበርትስ ከምዚ ኢኹም ኢሎም ናብ ትሽዓን ትሽዓን ትሽዓተ ሚእትን ዓሰርተን ሲ ህዝቢ ከበሳ ዕስራን ሰለስተን ሽሕ እዩ ነይሩ ኢሎም ይዛረቡ ኣለዉ ንሕና ኣይኮናን ንዛረብ ዘለና ሰ ጸሓፍቲ ታሪኽ እዚ ኤርትራዊ እዩ ጆርዳን ገብረመድህን ዝብሃል ንሱ እዩ ዝዛረብ ዘሎ ከምኡ ይብል ኣሎ ኣብዚ እቶም ካልኦት እውን ኣረጋጊጾሞ እዮም እዚ ብሽሕን ትሽዓተ ሚእትን ኣርብዓን ሸሞንተን ይብለና ጆርጃን ገብረመድህን እቲ ዕስራን ሰለስተን ሽሕ ዝነበረ ናብ ኣርባዕተ ሚእቲ ሽሕ ደይቡ ብለና ጆርዳን ገብረመድህን እዩ ካብ ሽሕን ትሽዓተ ሚእትን ዓሰርተን ክሳብ ሽሕን ትሽዓተ ሚእትን ኣርብዓን ሸሞንተን ካብ ዕስራን ሰለስተን ሽሕ ናብ ኣርባዕተ ሚእቲ ሽሕ ደይቡ። ሕጂ ገልጸልና ጆርዳን እንታይ ይብለና እንታይ ኣጋጢሙ ድኣ እዚ ብዝሒ ህዝቢ ክገልጽ ከሎ ጆርዳን እንታይ ይብል ምስ ግዜ ጥልያን ምስ ምውዳቕ ብዝሒ ሰብ ኣብ ሰራዊት ድነ ኣብ ዓስክር ጥልያን ድነበረ ድዩ ከተማ ዝኣተወ ድዩ ገለ ካብዞም ዕስራን ሰለስተን ሽሕ ማለት ድዩ እቲ ዓድታት ብኮ ኮይኑ ዝሓርሶ ሲኢኑ መንእሰይ ኣይነበረን ኣብቲ ዓዲ ስለዚ ካብ ትግራይ መጽዮም ኦርቶዶክስ ክርስትያን ብብዝሒ ነዚ ቦታ እዚ ዝሽፍኑ ሓረስቶት ኮይኖም ጋሶት ኮይኖም ገለ ኮይኖም ብብዝሒ መጽዮም ነዚ ቦታ እዚ ዝሽፍኑ ስለዚ እቲ ቁጽሪ ብከምዚ ስለ ዝኾነ እዩ ናብ ኣርባዕተ ሚእቲ ሽሕ ደይቡ ስለዚ ሕጂ እዚ እንታይ ኢና እንታይ እዩ ዝብለና ዘሎ እዚ ዝበዝሐ ህዝቢሲ ድሕሪ ሽሕን ትሽዓተ ሚእትን ዓሰርተን ዝመፀ እዩ ይብለና ኣሎ ጆርዳን ገብረመድህን ኣነ ኣይኮንኩን ኢለ ወላ ዓብዲ ስሌማን ኣይኮነን ኢልዎ እዚ ኤርትራዊ ፀሓፋይ ጆርዳን ገብረ መድህን እታ መፅሓፍ ክፍትሻ ክእል እዩ ዝኾነ ሰብ ብዝኾነ እንታይ ይብለና ኣልቤርቶ ፖሌራ ከዓ ኣብ 1931 ይብለና እ ብዝሒ ህዝቢ ክርስትያን ሕጂ ሰላሳን ሓደን ድሕሪ ትሽዓተ ሚእትን ዓሰርተን ኢና ንዛረብ ዘለና ማለት እዩ ሰብ ክመጽእ ምስ ጀመረ ማለት እዩ ብድሕሪኡ ኢና ንዛረብ ዘለና ብድሕሪኡ ክንደይ ይብለና ኣሎ ንሱ ክልተ ሚእትን ሰማንያን ሽሕን ሰለስተ ሚእትን ተስዓን ሓሙሽተን ክርስትያን ነይሮም ይብለና ኣብ ሽሕን ትሽዓተ ሚእትን ሰላሳን ሓደን እቶም ሙስሊም ከዓ ክንደይ ነይሮም ሰለስተ ሚእትን ዓሰርተ ሓደ ሽሕን

ሽሕን ሸሞንተ ሚእትን ሰብዓን ሸሞንተን ቅድሚ እዚ ዝበሃል ዘሎ ግዜ ብክንደይ ዓመት ማለት እዩ? ብሓምሳ ስሳ እወ ሓምሳ ዓመት ኣርባ ዓመት ገለ መለ ብቅድሚኡ ማለት እዩ። ስለዚ ሕጂ እቲ ጀበርቲ ምስ መጸ ድሕሪ ርብዓ ሓምሳ ስሳ ዓመት ዝመጹ ሰባት ነቲ ብ ዝጸንሖም ጀበርቲ ንሕና ኢና ኣዕቂብናካ ብልዎ ኣለዉ። ኣይፋልኩምን እብል ኣለኹ ንዓ ጥራይ ካብ ዝረብኦም እያ ንዛረብ ዘለኹ ካብቲ ንሶም ዝበልዎ ጥራይ ኣነ ወላ ሓንቲ ይበልኩን መጽሓፍቲ ተጻሒፉ ከም ዝሎ ንስኹም ከምዚ ኢልኩም ሓራይ ነወዳድረ ንስኹም ሽሕን ሸሞንተ ሚትን ሰብዓን ሸሞንተን ኢኹም መጺኹም ኢልኩምና ሓራይ ንስኹም ከም ዓስ ኢኹም መጺኹም መጽሓፍቲ ብለና ኣሎ ድሕሪ ሽሕን ትሽዓተ ሚትን ዓሰርተን ኢኹም መጺኹም ግደፎም ተማብኡ ዝነበሩ ንግደፎም ቶም ዕስራን ሰለስተን ሽሕ ንሳቶም ኣብኡ ነይሮም እቶም ከምኡ ትብሉ ዘለኹም ግን ድሕሪ ትሽዓን ትሽዓተን ዓሰርተን ትመፀኹም እዮም ሕጂ ንስኻትኩም ተገምጢልኩም ንዓና ከምኡ ትብሉና ታሪክ ኣይኮነን ፌር ኣይኮነን እየ ዝብል ዘለኹ ኣነ ስለዚ ኣብታ ናይ ብዝሒ ህዝቢ ተዛሪበላ ማለት እዩ ኣይ ቲንክ ንሱ እዩ ካልእ ዝብሎ ነገር እንተሎ ዝረሳዕክዎ ትሓቱኒ ተሊኹም ኣነ ግን መልእኽተይ ኣመሓላሊፈ ኣለኹ። ብጣዕሚ ጽቡቅ ቀንዲ ካልእ ሕቶ እንድሕር ድየሉ ኮይኑ ኣብታ ናይ መጨረሻ ሕቶ ንክንኣቱ ኣብ መወዳእታ እምበኣር ኣብ መጻኢ ብዛዕባ ጀበርቲ ዝምልከት መጽሓፍ ንምጽሓፍ መደብ ኣለካ? እወ ጽቡቅ ኣለኒ ብዛዕባ ናይ ጀበርቲ ሪሰርች ክግበር ኣለዎ ኢለ ኣሚነ ሕጂ ኢንፋክት ከምቲ ቅድሚ ሕጂ እውን ዝገለፅኩ ኣነ ፖለቲካል ሳይንስ እንደ ተማሂረ እቲ ኣብ ማስተርስ ዝገበርኩ ፅሑፍ ዋላ ነቲ ናይ ፒኤችዲ ዘዳለዎ ዝነበርኩ ፅሑፍ ኣብ ኮንፍሊክትስ ናይ ቀርኒ ኣፍሪካ ግጭታት ኣብ ቀርኒ ኣፍሪካ እዩ ደሓር እየ ፅሒፈዮ ናይ ጀበርቲ ብፍላይ ኣብ ሽወደን ምስ መፃኹ ዝጀመርኩ ፕሮጀክት እዩ ሕጂ ክሪኦ ከለኹ ግን ክቕፅል ዘለዎ ፕሮጀክት እዩ ስለዚ ሪሰርች ክዓሙቕ ከም ዘለዎ ይኣምን ዝሕንጽጾም ዘለኹ ፕሮጀክታት ኣለዉኒ እንሻላህ ረቢ ሓግዝ ኢን ዘ ፊቸር ክንሪኦ ኢና ማለት እዩ
የቀንየልና ሓጅቶኻ ክቡራት ተኸታተልቲ ነዚ መደብና ምሳና ሓቢርኩም ምክታታልኩም የቐንየልና እንዳበልና ሓው ሙስጠፋ